ዕዙዝ ሰላምታና ተቐበሉ ፈነወና ትከታተሉ ክቡራት ተዓዘብትና ንሎሚ ሰንበት ዓሰርተ ሓሙሽተ መጋቢት ክልተ ሽሕን ዒስራን ሽዱሽተን እተደለወ ሓደሽ ዜናታት ሒዘልኩም ቀሪበ ኣለኹ። ምክትታልኩም በኹሪ ዕድም ፈለማ ቀን ነጥብታቱ ግዝያዊ ምምሕዳር ትግራይ ዘቕረቦ ሕቶ ባጀት ብመንግስቲ ፌደራል ተነጺጉ። ጀነራል ኣርኤ ሴፍ ብድሮን ተቐቲሉ። ዋና ዳይሬክተር ዶክተር ቴድሮስ ኣድሓኖም ንሰላም ጸዊዑ። ኢራን ኣብ መተሓላለፊ ባሕሪ ሄርሙዝ ንግዲ ነዳዲ ብዩዋን ቻይና ክኸውን ወሲና። ትራምፕ ኲናት ኣይነቋርጽና ይብል። ሮዛና ዝተሰመየት ናይ ቱርክ መርከብ ካብ ኢራን ፍቓድ ረኺባ። እዝን ካልእን ብዝርዝር ሒዘልኩም ክቐርብ እየ፣ ክትከታተሉኒ በኽብሪ ዕድም። ግዝያዊ ምምሕዳር ትግራይ ዘቕረቦ ሕቶ ባጀት ብፈደራል መንግስቲ ተነጺጉ። ግዝያዊ ምምሕዳር ትግራይ ቅድሚ ሓደ ወርሒ ንመንግስቲ ፈደራል ዘቕረቦ ዕላዊ ናይ ባጀት ሕቶ ዛጊት መልሲ ከምዘይረኸበ እቲ ብደብዳቤ ፈደራል መንግስቲ ተነጺጉ ከምዘሎን ተገሊጹ። ክልል ትግራይ ካብ ወርሒ ጥቅምቲ ጀሚራ ብዘይ ባጀት ትነብር ምህላዋ ዝሓበረ እቲ ሓበሬታ፣ እዚ ናይ ባጀት ምቁራጽ ድማ ኣብ ልዕሊ ህዝቢ ትግራይ ርኡይ ዝኾነ ኣሉታዊ ጽልዋ ይፈጥር ከምዘሎ ኣመልኪቱ። ብተወሳኺ እቲ ግዝያዊ ምምሕዳር ፓርቲ ብልፅግና ባጀት፣ ካሽ፣ ጥረ ገንዘብ ከምኡ'ውን ነዳዲ ብምቁራፅ ንህዝቢ ትግራይ ንሓደጋ ንምጥፋእን ንምቅላዕ በቢዕለቱ ይሰርሕ ከምዘሎ ብምኽሳስ ሓያል ነቐፌታ ኣቕሪቡ'ሎ። ጀነራል RSF ብድሮን ተቐቲሉ። ካብ ጎረባብቲ ሃገራት ሎጀስቲክስ ዘተሓባብር ሜጀር ጀነራል ባህር ጃሊ ብመጥቃዕቲ ድሮን ተቐቲሉ'ሎ። ካብ ኢትዮጵያን ካልኦት ሃገራት ንኣር-ኤስ-ኤፍ ዕጥቂ ብምምላስ ዝፍለጥ ጀነራል ከምዝሞተ ጸብጻባት ሱዳን ትሪቡን የረድእ። ሰራዊት ሱዳን ብዝወሰዶ መጥቃዕቲ ድሮን ልዕሊ ትሽዓተ ወተሃደራዊ ተሽከርከርቲ ከምዘቓጸለ'ውን ኣፍሊጡ'ሎ። ኣብ ዳርፉር ዝተፈጸመ እዚ መጥቃዕቲ፣ ሰራዊት ሱዳን ዶባት ውሑስ ንምግባር ዝጀመሮ መጠነ ሰፊሕ ስርሒት ኣካሉ ምዃኑ ጸብጻባት ሜድያታት ሱዳን ይሕብር። ኣብ ኣሕመድ ንወታደራዊ RSF ኣብ ኣሶሳ ብዘዳለዎ ወታደራዊ ካምፕ ብቐጥታ ኣብ ኲናት ሱዳን ከም ዝሳተፍ ሮይተርስ ኣቃሊዑ'ዩ። ላዕለዋይ ወታደራዊ ኣመራርሓ ሕመቲ ብኤመሪካ ማዕቀብ ከም ዝተነበረሉ ዝዝከር'ዩ። RSF ኣብ ሱዳን ብዝፈጸሞ ሰብኣዊ ገበናት ዝተፈላለያ ሃገራት ኤሮጳ ማዕቀብ ከም ዝገበረሉ ይፍለጥ።

ኣብ ዘመሓላለፎ መልእኽቲ፣ ዝርርብ ሰላም ዝፈሽል ዘሎ እቶም ጉዳያት ኣዝዮም ከበድቲ ስለዝኾኑ ዘይኮነስ ብሰንኪ ዝተጋነነ ኣንነት ኢጎ'ዩ ክብል ሓያል ነቐፌታ ኣውሪዱ። ሰራሕተኛታት ቴሌቪዥን ትግራይ ስራሕ ናይ ምቁራፅ መጠንቀቕታ ሂቦም። ብሰንኪ ምቁራፅ ባጀት መንግስቲ ፌደራል፣ ሰራሕተኛታት መንግስቲ ትግራይ ኣብ ትሕቲ ፅኑዕ ናብራዊ ቅልውላው ይርከቡ። ነዚ ስዒቡ ድማ ኣብ ዝተፈላለዩ ከባቢታት ዝርከቡ ሰራሕተኛታት መንግስቲ ናይ ስራሕ ኣድማ ይገብሩ ኣለው። ካብዚ።

ዩክሬን ንእስራኤል ሰብ ኣልቦ ነፈርቲ ወይ ዝኾነ ዓይነት ወተሃደራዊ ደገፍ እንተሂባታ ምስ ኢራን ኲናት ከም ዝጀመረት ትሕሰቦ ክብል ኣጠንቂቑ። ኣዚዚ፣ ከምዚ ዓይነት ደገፍ፣ ኢራን ንዓንቀጽ ሓምሳን ሓደን ቻርተር ሕቡራት ሃገራት ክትጥቀም የኽእላ እዩ ይብል። ብመሰረት እቲ ዓንቀጽ፣ ርእሰ-ምክልኻላዊ ሕጋዊ ኮይኑ፣ እታ እትዕጠቕ ሃገር ከኣ ሕጋዊት ዒላማ ክትቁጸር ትኽእል'ያ ኢሉ። እቲ ዝገርም፣ ኢራን ንዓመታት ሓንቲ ካብተን ደገፍቲ ሩስያ ኣንጻር ዩክሬን ኣብ ትገብሮ ዘላ ኹናት ኮይና፣ ሻህዝ ዝበሃላ ሰብ ኣልቦ ነፈርቲ ካልእ ኣጽዋርን ንሩስያ ክትህባ ጸኒሓ'ያ። ሩስያ ነዘን ሰብ ኣልቦ ነፈርቲ ኢራን ብተደጋጋሚ ንከተማ ዩክሬን፣ መደበራት ሓይሊ ኤሌትክን ከምኡ'ውን ሲቪላዊ ትሕተ ቅርጽን፣ ንምዕናው ተጠቂማትለን'ያ። ብተወሳኺ፣ ሚኒስተር ጉዳያት ወጻኢ ዩክሬን፣ ኢራን ንዩክሬን ከም ሕጋዊ ዕላማ ከም እትገብራ ድሕሪ ምግላጻ ምላሽ ሂቡ። ስርዓት ኢራን ንዓመታት ንቕትለት ዩክሬናውያን ዝደገፈት ኮይና፣ ሩስያ ኣብ ልዕሊ ዩክሬን እትገብሮ ደላ ቀጥታዊ መጥቃዕቲ ሰብ ኣልቦ ነፈርትን ቴክኖሎጂን ብምቕራብ'ዩ። ስለዝኾነ ኢራን ካብ ዓንቀፅ ሓምሳን ሓደን ቻርተር ሕቡራት ሃገራት ዝተቐመጠ መሰል ርእሰ ምክልኻል እናጠቐሰት ከተፈራርሕ ክትሰምዕ ዕሽነት እዩ ኢሉ። ሓደ ቀታሊ ስርዓት ነቲ ገበናዊ ሕጊ ብምጥሓስ ገበናቱ ከመኽንየሉ ምስማዕ እዩ። ስርዓት ኢራን ድማ ኣብ ልዕሊ ህዝቡን ኢራንን ካልኦት ሃገራት ህዝብታትን ብዝፈፀሞ ኩሉ ዓይነት ገበናት ክሕተት ኣለዎ ክብል ወሃቢ ቃል ሚኒስተር ጉዳያት ወፃኢ ዩክሬን ኤርሆ ቲኪ ገሊፁ። ኢራን መተሓላለፊ ባሕሪ ህርሙዝ ንግዲ ነዳዲ ብዩዋን ቻይና ጥራይ ክኾን ወሲና። ኣህጉራዊ ንግዲ ነዳዲ ጂኦፖለቲካዊ መድረኽን ዓብዪ ድንጋጸ ዝፈጠረ ሓድሽ መምርሒታት ካብ ኢራን ተሰሚዑ። መንግስቲ ሃገረ ኢራን በቲ ስትራተጂካዊ ዝኾነ መተሓላለፊ ባሕሪ ህርሙዝ ዝሓልፋ ናይ ጽዕነት መርከብ ጽዕነተን ብገዘብ ቻይና ዩዋን እንተዘይሸይጠን፣ ክሓልፋ ከም ዘይክእላ ገሊጹ። እዚ ብዙሓት ዘይተጸበይዎ ውሳነ፣ ንነዊሕ ዘመናት ዕዳጋ ዓለም ተቖጻጺርዎ ዝጸንሐ ስርዓት ፔትሮ ዶላር ብቐጥታ ዝበድህ ኮይኑ፣ ኢራን ኣብ ልዕሊ ዶላር ኤሜሪካ ዘለዋ ጽግዕተኝነት ንምንካይ ዝወሰደቶ ቁልፊ ስጉምቲ ተገይሩ ተወሲዱ ኣሎ። ሰብመዚ ቴህራን፣ እዚ ስጉምቲ፣ እቲ ቁጠባውን ልኡላውነትን እታ ሃገር ንምኽባር፣ ካብ ማዕቐብ ምዕራባውያን ንምውፃእ ዝሕግዝ ስልታዊ መንገዲ ምዃኑ ጠቒሶም። ተንተንቲ ፖለቲካን ቁጠባን ከምዝብልዎ እዚ ድማ እቲ ውሳነ ኣብ መንጎ ኢራንን ቻይናን ዘሎ ጥቡቕ ናይ ንግዲ ምትሕብባር ዝያዳ ዘጠናኽር እዩ ይብሉ። ቻይና ቀንዲ ዓዳጊት ነዳዲ ኢራን ብምዃና እቲ ንግዲ ብዩዋን ክካየድ ምውሳኑ ፅልዋ ገንዘብ ቻይና ኣብ ዓለምለኻዊ ደረጃ ክብ ዘብል ክኸውን እዩ። እዚ ኣብ መተሓላለፊ ባሕሪ ሄርሙዝ ዝተነብረ ሓድሽ መምርሒ ኣብ ዋጋ ነዳዲ ዓለም ዝለዓለ ወሰኽ ከስዕብ ከምዝኽእል ስግኣት ተፈጢሩ ኣሎ። ብተወሳኺ ድማ ካልኦት መፍረይቲ ነዳዲ ሃገራት እውን ዶላር ገዲፈን ብኻልኦት መተዓዳደጊ ገንዘብ ንግደን ንምክያድ ክለዓላ መንገዲ ክኸፍት ብምዃኑ ንቁጠባዊ ዕብለላ ኣሜሪካ ብዝለዓለ ዝፈታትን ፍፃመ ኮይኑ ተመዝጊቡ ኣሎ። ፕረዚደንት ዶናልድ ትራምፕ ኣብ ቁልፊ መስመር ንግዲ ዓለም ዝኹነ ነዊሕ ባሕሪ ሄርሙዝ፣ ኢራን እተካይዶ ዘላ ናይ ትንኮሳ ፈተነ ስዒቡ፣ ኤሜሪካ ምስ መሻርኽታ ብምዃን ነቲ ከባቢ ክፉትን ውሑስን ናጻ ንምግባር ቆራጽ ምዃና ኣፍሊጡ። እቲ ፕረዚደንት ኣብ ዝሃቦ መግለጺ፣ ነቲ ኢራን እተካይዶ ዘላ ምዕንቃፍ ፈተነ ብስቕታ ከም ዘይሓልፎ ብንጹር ኣፍሊጡ ኣሎ። ብፍላይ ድማ ሰራዊት ኤሜሪካ ኣብ ዝወስዶ ስጉምቲ ዘተኮረ ዘረባ ፕረዚደንት። ዝለዓለ ቆላሕታ ስዒቡ ይርከብ። ፕረዚደንት ዶናልድ ትራምፕ ከም ዝበሎ፣ ኣሜሪካ ኣብ ገማግም ባሕሪ ናይ ቦምብ ማይ ኣይሂ ብምዝናብ ንጀልባታትን መርከባትን ኢራን ብተደጋጋሚ ካብ መንገዲ ብምእላይ ናብ ውሽጢ ባሕሪ ከም እትጥሕል ብጽኑዕ ቃላት ገሊጹ። እዚ ስጉምቲ፣ ኣሜሪካ ድሕነታን ዋሕዚ ነዳዲ ንግድን ዓለም ንምሕላው ዝውሰድ ኣገዳሲ ተግባር ምዃኑ እቲ ፕረዚደንት ኣስሚሩ'ሎ። ነዊሕ ባሕሪ ሆርሙዝ ንኣቕርቦ ነዳዲ ዓለም ኣዝዩ ወሳኒ ቦታ ብምዃኑ፣ እዚ መግለጺ ፕረዚደንት ኣብ ኣህጉራዊ ፖለቲካ፣ ቶን ዕዳጋታት ነዳድን ዝለዓለ ምንቕቓሕ ክፈጥር ከም ዝኽእል ተገሚቱ'ሎ። እዚ ከምዚ ኢሉ እንከሎ፣ ሞዲ ኣብ መንጎ ወጥሪ ሄርሙዝ፣ ኢራን ዓርኪ ህንዲ እያ ክብል ተሰሚዑ። ቀዳማይ ሚኒስተር ህንዲ ናሬንድ ሞዲ፣ ኢራን ምስ ቴህራን ድሕሪ ዝገበሮ ዲፕሎማስያዊ ዝርርብ ፈታዊ ህንዲ ምዃና ገሊጹ። እዚ ዝገለጸ፣ ኢራን ሓያሎ ናብ ህንዲ ዝኸዳ መራኽብ ብመጻብቦ ሄርሙዝ ብውሑስ መንገዲ ክሓልፋ ኣብ ዝፍቀደሉ እዋን፣ እዚ ወሳኒ ዓለማዊ መስመር መራኽብ ኣብዚ እናወሰኸ ዝኸይድ ዘሎ ዞባዊ ወጥሪ እዩ። ትራምፕ ተኹሲ ንምቁራጽ ምስ ኢራን ዝርርብ ክጅመር ዝብል ብመሻርኽቲ ሃገራት ንዝቐረበ ሓሳብ ነጺግዎ። ፕረዚደንት ዶናልድ ትራምፕ መሓዙት ኤሜሪካ ዝኾና ሃገራት ማእከላይ ምብራቕ ኲናት ኢራን ደው ንምባል ዲብሎማስያዊ ዘተ ንምጅማረን ዝገበርዎ ፈተነ ከምዝነጸጎ ሮይተርስ በዛዕባ'ቲ ዘተ ኣፍልጦ ንዘለዎም ሰለስተ ምንጭታት ብምጥቃስ ዘውጽኦ ጸብጻብ የመልክት። ኢራን ብግደኣ፣ መጀመርታ መጥቃዕቲ ኣሜሪካን እስራኤልን ደው ከይበለ ተዅሲ ደው ምባል ሓሳብ ከም ዘይትቕበሎን ኣብቲ ጸብጻብ እተጠቕሱ ክልተ ላዕለዎት ምንጭታት ኢራን ይሕብሩ። ኣብ መንጎ ኣሜሪካን ኢራንን ዝነብር ዝርርብ እትሽምግል ዝነበረት ዖማን፣ ዳግማይ ዘተ ክህሉ ብዙሕ ግዜ ከም ዝፈተነት ይግለጽ። ይዅን እምበር፣ ኣሜሪካ ኣብዚ ግዜ'ዚ ክትዛተ መደብ ከም ዘይብላ ብንጹር ኣፍሊጣ። ትራምፕ፣ ወታደራዊ ዓቕምታት ኢራን ንምድኻም ዝካየድ ዘሎ ወታደራዊ ወፍሪ ክቕጽል ከም ዝደሊ'ዩ ዝግለጽ ዘሎ። ሓደ ላዕለዋይ በዓል ስልጣን ኣሜሪካ፣ ኣብዚ እዋን'ዚ ዘተ ኣየገድስን'ዩ፣ ነቲ ጀሚርናዮ ዘለና ተልእኾ ድማ ብዘይ ምቁራጽ ክንቅጽሎ ኢና ክብል ገሊጹ። ካልእ ላዕለዋይ በዓል ስልጣን፣ ነዚ ዝካየድ ዘሎ ወታደራዊ ወፍሪ ኣሜሪካ ማለት፣ ስርሒት ቅያ ቁጠዐ ብዘይ ምቁራጽ ይቕጽል ኣሎ ክብል ገሊጹ። ኣብ መጀመርታ መዓልታት ኲናት፣ ሰበስልጣን ኣሜሪካ ነቲ ግጭት ንምህዳእ ምስ ዖማን ከም እተዘራረቡ ይግለጽ፣ ሕጂ ግን ክልቲኦም ወገናት ነዚ ግጭት ብዲፕሎማስያዊ መንገዲ ንምፍታሕ ድሌት ከም ዘይብሎም እዩ ዝርእ ዘሎ። ካልእ ምንጪ ድማ ላዕለዋይ ሓላፊ ጸጥታ ኢራን ዓሊ ራጃኒ፣ ሚኒስተር ጉዳያት ወጻኢ ዓባስ ኣራግቺን ምክትል ፕረዚደንት ኣሜሪካ ጀይ ዲ ቫንስ ዘሳተፈ ብመንጎኝነት ዖማን ዘተ ደልዮም ከም ዝነበሩ ይሕበር። ሕጂ ግን ሰበ ስልጣን ኢራን ውን መርገጺኦም ከም ዘትረሩ እዩ ዝንገረሎም። ሓደ ላዕለዋይ ሓላፊ ኢራን ከም ዝሓበሮ፣ እስላማዊ ሓለዋ ሰውራ ኢራን፣ ኢራን ንመጻብቦ ሄርሙዝ እንተ ኸሲራቶ ወይ ካብ ቁጽጽር ወጻኢ እንተ ኾይኑ፣ እታ ሃገር ኣብዚ ኹናት ክትሰዓር ከም እትኸእል ብምሕባር፣ በዚ ምኽንያት እዚ ኣብዚ እዋን እዚ ዝኾነ ይኹን ተኹሲ ደው ምባል ወይ ዲፕሎማስያዊ ዘተ ከም ዝቃወም ይገልጽ። ኣብ ደቡባዊ ሊባኖስ ኣብ ዝሓለፉ ዕስራን ኣርባዕተን ሰዓታት ኣብ ልዕሊ ዓሰርተ ኣርባዕተ ሰራሕተኛታት ጥዕና ብዝተፈጸመ ቅትለት ኣብዚ እናገደደ ዝኸይድ ዘሎ ቅልውላው ማእከላይ ምብራቕ ዘሕዝን ምዕባለ'ዩ። ዳብሊው ኤች ኦ ትማሊ ምሸት ኣብ መባእታዊ ማእከል ክንክንን ጥዕናን ቦርጅ ቃላውየህ ብዝተፈጸመ ኣድማ ዓሰርተ ክልተ ሓካይም፣ ፓራሜዲክስን ነርስታትን ከምተቖትሉ ኣረጋጊጹ። ቅድሚ ሰዓታት ጥራይ ኣብ ኣልሰዋና ኣብ ዝርከብ ትካል ጥዕና ብዝተፈጸመ መጥቃዕቲ ክልተ ተሓጋገዝቲ ሓካይም ህይወቶም ስኢኖም። እዞም ፍጻመታት እዚኣቶም ነቲ ኣብ ልዕሊ'ቲ ኣገልግሎት ዝህብ ወሳኒ ዝዀነ ስርዓት ክንክን ጥዕና ቢሮ ሊባኖስ ዝካየድ ዘሎ መጥቃዕትታት ዘጕልሑ'ዮም። ካብ ክልተ መጋቢት ጀሚሩ ውድብ ጥዕና ዓለም ኣብ ሊባኖስ ኣብ ልዕሊ ክንክን ጥዕና ብዝተፈጸመ ዕስራን ሸውዓታን መጥቃዕትታት ኣረጋጊጹ'ሎ። እዚ ድማ ሰላሳ ሰባት ሞይቶም ሰላሳን ሓሙሽተን ቆሲሎም። እዚ ድማ ነቲ ብዓርቢ ዘጋጠመ ዘስካሕስክሕ ፍጻመ ሓዊሱ'ዩ። ውድብ ጥዕና ዓለም ነዚ ዘሕዝን ክሳራ ህይወት ብምኹናን ሰራሕተኛታት ጥዕና ኩሉ ግዜ ክሕለዉ ከምዘለዎም የስምረሉ። ብመሰረት ሃገራዊ ሰብኣዊ ሕጊ፣ ኣባላት ሕክምና መሳለጥያታትን ፈጺሞም መጥቃዕቲ ወይ ወተሃደራዊ ምትእስሳር ክግበረሎም የብሉን። ኣብ ሊባኖስን ኣብ ሰፊሕ ማእከላይ ምብራቕን ዝረእ ዘሎ ግጭት ምሕያሉ፣ ከምዚ ዓይነት ትራጀዲ ናይ ምፍጻም ተኽእሎ ይውስኽ። ነዚ ቅልውላው ንምንካይ ጥዕና ህዝቢ ኣብ መላእ ዞባ ንምሕላውን ህጹጽ ስጉምቲ የድሊ። ክልተ ላዕለዎት ሰበስልጣን ጨንፈር ስለያ ህጹጽ ትእዛዝ ኢራን ካታም ኣል ናብያ ኣብ ቴህራን ኣብ ዝተፈጸመ ዕላማ ዝገበረ መጥቃዕቲ ከም እተቐትሉ ሰራዊት ምክልኻል እስራኤል ትማሊ ቀዳም ኣረጋጊጹ። እቲ ወተሃደራዊ ሓይሊ ነቶም ሰበስልጣን ዓብደላ ጀላሊ ናሳብ ኣሚር ሸሪዓን ምዃኑ ብምግላጽ፣ እቲ ስርሒት ካብ ወተሃደራዊ ስለያ እስራኤል ብትኽክል መምርሒ ከም ዝተኻየደ ሓቢሩ። ብመሰረት ጸብጻባት ሰራዊት ምክልኻል እስራኤል፣ እዞም ክልተ ሰባት ቅድሚኦም ዝነበረ ሳልሕ ኣሳዲ ኣብ መኽፈቲ ምዕራፍ ስርሒት ምጉርምራም ኣንበሳ ድሕሪ ምቕታሉ፣ ኣብ ቀረባ እዋን ኣብ ክፍሊ ስለያ ተግባራዊ መተካእታ ኮይኖም ተመዚዞም ነይሮም። ክልቲኦም ከም ላዕለዎት ኣዘዝቲ ስለያን ኣብ ውሽጣዊ ማሕበረሰብ ስለያ ኢራን ወሰንቲ ኣካላት ኮይኖም ይርኣዩ ነይሮም። ምስ ላዕለዎት መሳርዕ ናይቲ ስርዓት ጥቡቕ ርክብ ኣለዎም። ትእዛዝ ህጹጽ እዋን ካታም ኣል-ኣናብያ ኣብ ትካል ጸጥታ ኢራን ንዝርከቡ ላዕለዎት ሰበስልጣን ስለያ ምእካብን ምትንታንን ሓላፍነት ከም ዘለዎም እቲ ጸብጻብ ይሕብር። እቲ ወተሃደራዊ ሓይሊ ኢራን ንጥፍኣት እስራኤል ኣብ ዝሓንጸጸቶ ውጥን'ውን ልዑል ተራ ከም እተጻወተ ተገሊጹ። ሮዛና ዝተሰምየት ናይ ቱርኪ መርከብ ካብ ኢራን ብዝተረኽበ ፍሉይ ፍቓድ ንወሽመጥ ሁርሙዝ ክትሰግር ተፈቒዱላ። ካብ ሰበስልጣን ኢራን ብዝተዋህበ ፍሉይ ፍቓድ ነቲ ተዓጽዩ ዘሎ ዋና መስመር ንግዲ ማእከላይ ምብራቕ ዝዀነ ወሽመጥ ህርሙዝ ክትሰግር ከም እተፈቕደላ ተገሊጹ። እዚ ዝዀነሉ ዘሎ፣ ኢራን ነቲ መተሓላለፊ ዓጽያቶ ኣብ ዘላቶ ዓለማዊ ዕዳጋ ነዳዲ ኣብ ዝተናወጸሉ እዋን'ዩ። ሚኒስተር መጓዓዝያ ቱርኪ ከም ዝሓበሮ፣ ኣብቲ ከባቢ ኢራን ተዓጊተን ዝርከባ ካልኦት ዓሰርተ ኣርባዕተ ናይ ቱርኪ መርከባት ንምውጻእ መንግስቲ ኣንካራ ምስ ሰበ ስልጣን ቴህራን ጽቡቕ ዝርርብ የካይድ ኣሎ። ስጉምቲ'ዚ ቱርኪ ኣብ ቅልውላው ዘሎ ፍሉይ ጽልዋ ዲፕሎማስያዊ ዝምድና ዘርእይ ምዃኑ ተንተንቲ ይገልጹ። ፑቲን ንመጀመርታ ግዜ ምስ ሓድሽ ላዕለዋይ መራሒ ኢራን ሙጅታባ ካሚነይ ክራኸብ ምዃኑ ተፈሊጡ። ኣምባሳደር ኢራን ኣብ ሩስያ ካዘም ጃላሊ ኣብ ዝገበሮ ቃለ መሕትት፣ ኣብ መወዳእታ ናይዚ ዓመት ኣብ መንጎ ፕረዚደንት ሩስያ ቭላድሚር ፑቲንን ሓድሽ ዝተመዘዘ ላዕለዋይ መራሒ ኢራን ኣያቶላህ ሙጅታባ ካሚነይ ናይ መጀመርታ ገጽ ንገጽ ርክብ ክካየድ ከምዝኽእል ኣፍሊጡ። ከም ኣገላልጻ ጃላሊ፣ እቲ ኣኼባ ኣብቲ ኢራን ን ዓሰርተ ክልተ ነሓሰ ክልተ ሽሕን ዕስራን ሽዱሽተን ኣብ ቴህራን እተእንግዶ መደብ ተታሒዝሉ ዘሎ ዋዕላ ባሕሪ ካስፕያን ክካየድ ትጽቢት ይግበር። እቲ ዋዕላ ካብ ምስ ባሕሪ ካስፒያን ዝዳወባ ሃገራት ዝመጹ መራሕቲ ዘራኽብ ኮይኑ፣ ሞተባ ካሚነይ መሪሕነት ካብ ዝሕዝ ንደሓር ኣብ መንጎ ሞስኮን ቴህራንን ንፈለማ እዋን ዝካየድ ላዕለዋይ ደረጃ ዝርርብ መድረኽ ክኸውን ይኽእል እዩ። ጃላሊ ብተወሳኺ ወዲ ሓምሳን ሽዱሽተን ዓመት ሞተባይ ካሚነይ ኣብ ብሉጽ ጥዕና ከም ዘሎን ንኢራን ኣብቲ ንሃገር በዳሂ እዋን ኢሉ ዝገለጾ ክመርሓ ምሉእ ድሉው ምኻኑን ገሊጹ። ክቡራት ተዓዘብትና ናይ ሎሚ ነበረ መደባትና ነዚ ይመስል። ቅልጡፍን እዋናውን ሓበሬታ ክትረኽቡ ላይክ ሳብስክራይብ ሼር ኮመንት ክትገብሩ ብኽብሪ ዕድም። ሰሰናዩ።